ከመይ ትቕንዩ ክብራት ተኸታተልትና ሎም መዓልቲ ውን ከምቲ ልሙድ ኣብ መደብ መጽሓፍ ጽንዓት መጽሓፍ ቅዱስና ተረኺብና ኣለና ንስኻትኩም ምሳና ከም ዝኾንኩም ንኣምን ካብ ሰሙን ናብ ሰሙን ዘሸጋገረና ኣምላኽ ጸጋ ኣምላኽ በዚሑልኩም በዚሑልና ሕዚ ድማ ኣብ ተመሳሳሊ መደብ ክንራኸብ እግዚኣብሄር ስለ ዝረድአና ክብሪ ምስጋና ንኣምላኽ ይኹኖ ሕዚ ውን ከምቲ ልሙድ ያው ኣብዚ ናይ ሎሚ ኳርተርና ነጽንዖ ዘለና ናይ ፊልጵስዩስ መጽሓፍ እዩ ጳውሎስ ናብ ፊልጵስዩስ ዝጽሓፎ ሕዚ እውን ኣብ ምዕራፍ ሰለስተ ካብ ቁፅሪ ሓደ ጀሚሩ ዘሎ እንዳጽናዕና ክንጸንሕ ኢና ኣብዚ ጻንሒትና እዙይ ምሳና ክትኩኑ ብክብሪ ንዕድመኩም ናፍቲ ፕሮግራምና ቅድሚ ምእታውና ንጸሊ ሕያውን ፈቃርን ዝኾንካ እግዚኣብሔር ኣምላኽ እዚና ነመስግነካ ጎይታ መዓልትታት ሰዓታት ደቂቓታት ኩሉ ተቆጻጺርካ ኣብቲ ዝድለ ቦታ ድማ ሕዚ ክንርከብ ስለ ዝገበርካና ተመስገን እግዚኣብሔር ኣምላኸይ ሕዚ ካብ ቃልካ ዝኾነ ነገር ክንምሃር ከለና ካባና ዝኾነ ሓደ ነገር እኳ ከይወፅእ ኣንደበትና እስኻ ክትጥቀመሉ፣ ተኸታተልትና ድማ ብምስትውዓል ክከታተሉና፣ ምሳና ከጽንዑ፣ ክመራመሩ ክትሕግዘና ንልምነካ ኣለና። ሓጢኣት በደልና ኩሉ ይቕረ በለልና። እግዚኣብሔር ኣምላኽ ዘለናዮ ግዜ ናይ መጨረሻ ግዜ እዩ። ብምስትውዓል ክንመሃር፣ ክንመራመር፣ መንፈስ ቅዱስካ ክትበና ንልምነካ ኣለና። ምሳና ኩን፣ ኣይትፈለየና፣ ብሽም የሱስ። ክቡራት ተኸታተልትና ከምቲ ዝበልኩኹም ናይ ሎም መዓልቲ እነፅንዖ ክንድሕን እንተኾይንና ጥራሕ ንኢየሱስ እንታይ ክንገብር ኣለና ክንኣምን ኣለና ይብል ከምቲ እንዳፅናዕናዮ ዝቐነና ኣብ ፊልጵስዩስ ሰለስተ እዩ ዝጅምር ምዕራፍ ሰለስተ ማለት እዩ ካብ ቁፅሪ ሓደ በብእንትኑ እንዳረኣናዮ ክንከዲና በብቁፅሩ ስለዚ ስኻትኩም እውን ኣብቲ ልሙድ ሰዓት ኮይንኩም ምሳና ከም ትከታተሉና ተስፋ እንዳገበርና ናይ ሎም መዓልቲ ጥቕስና ኣብ ፊልጵስዩስ ሰለስተ ዓሰርተን ዓሰርተ ሓደን ክነንብብ ኢና ናይ ሎሚ መእተዊ ጥቕስና ማለት እዩ ስለዚ ከምዚ ይብለና ፊልጵስዩስ ሰለስተ ዓሰርተን ዓሰርተ ሓደን ከንብቦ እየ ብሽም ጎይታ ብዝኾነ ኮይኑ ናብ ትንሳኤ ምውታት ምውታት እንተ ኣርከብኩ ኢለ ብሞቱ እናመሰልክዎ ንእኡን ሓይሊ ትንሳኤኡን ሕብረት መከራን ምእንቲ ክፈልጥ ኹሉ ኸም ወጽዓ ቈጸርኩዎ፣ እቈጽሮ ኣሎኹ ይብል ጳውሎስ። ስለዚ እዚ ምስጢር እዙይ ድማ እዚ ኣብዚ ዘሎ ምስጢር እንዳረኣናዮ ክንከይድ ኢና። እግዚኣብሄር ምስ ጳውሎስ ምስ ክርስቶስ ዝነበሮ ርክብ ምስ ክርስቶስ ዝነበሮ ጥቡቕ ርክብ ነቶም ኣሕዋቱ መገልገልቲ ክንደየናይ ከመይ ከም ዘካፍሎም ከም ዝነበረ ኢና ንርኢ ማለት እዩ። ስለዚ ናይ ሎም መዓልቲ ጽንዓትና ምእንቲ ክንድሕንሲ እንታይ ክንገብር ኣለና? ንኢየሱስ ጥራሕ ክንሕዝ ኣለና። ምክንያቱም ዓለምና ከምቲ ንሪኦ ዘለና ብዝተፈላለየ ነገራት እዝዮም ሓሶት ብዝኾኑ ነገራት ዝተበተበትሉ ዝተተብተበትሉ ግዜ ኢና ዘለና። ሰባት እግዚኣብሔር ሓዲጎም ካሊእ ዘምልኹሉ ተወሳኺ ነገር እኹል ከም ዘይኮነ ናይ ክርስቶስሲ እኹል ከም ዘይኮነ ሓሲቦም ኣብ ካሊእ ህይወት እያ ዘላ ዓለምና ስለዚ ንምንታይ እዩ ጎይታ ከምኡ ኢሉና ንምንታይ ጳውሎስ ንፊልጵስ ሰባት እዚ ጽሒፉሎም ዝብል እንዳረእና ክንከይድ ኢና ስለዚ ኣብ ቀጻላይ ዘሎ መጽናዕትና እንታይ ይብለና ሲ ብጎይታ ተሓጎሱ ይብለና እሞ ብጎይታ ክንሕገስ እዚ ዘመንና እዚ ብጎይታ ዘሐጉስ ዘሐጉስ ነገር ኣሎ ዶ ብጎይታ ተሓጎሱ እዩ ዝብለና ዘሎ እቲ ጽሑፍ ስለዚ ኣብዚ ዓለም እዙይ ግን ከሐጉሰና ዝኽእል ብፍላይ ኣብዚ እዋን እዙይ ከሐጉሱና ዝኽእሉ ነገራት ኣለዉ ድዮም ንምንታይ ጳውሎስ ደኣ ከምኡ ኢሉ እሱ እውን ኣብቲ እዋን ዝነበሩ ሰባት እውን ኣጸጋሚ ዝኾነ ግዜ ዝነበረሉ ግዜ እዩ ነይሩ ስለዚ ብጎይታ ተሓጎስ ኢልዎም እቲ ዓለም ስለ ዝረኣዮና እስኪ ብጎይታ ተሓጎሱ ማለት ሲ እንታይ እዩ ክብል ደልዩ እቲ ዘለናዮ ግዜ ዋላ ኣብቲ ዘመን ጳውሎስ ዝነበረሉ ግዜ ናብ ፊልጵስዩስ ሰባት ዝነበሩሉ ግዜ እውን ፀገማት ከም ዝነበሮም እዩ ዝርእየና ንታሕቲ እንዳወረድና ክንሪኦ ከለና እሞ ንምንታይ እዩ ብጎይታ ተሓጎስ ኢልዎም ተስፋ ሓወይ ዶ ክትነግረና?
እሺ ናይ ሓጎሶም ምንጪ ክኾን ዘለዎስ ጎይታ ከም ዝኾነ እናገለጸሎም ከም ዘሎ ኢና ፍል ጳውሎስ ንፊልጵስዩስ ኣብ ዝጸሓፎ ደብዳቤ ማለት እዩና ፊልጵስዩስ ሰለስተ ካብ ሓደ እስካብ ሰለስተ ከንብቦሞ ዝተፈላለዩ ሓሳባት እዩ ዘልዕል ሕድሕዲኦም ድማ ሓሳብ ክቤ ብዝተረፈ ኣሕዋተይ ብጎይታ ባህ ይበልኩም እዚ መሊሰ ንምጽሓፉ ንዓይ ጭንቂ ነገር ኣይኮነን ንዓኻትኩም ግና ንጽንዓትኩም እዩ። ካብ ኣኽላባት ተጠንቀቑ ካብ እኩያት ዓየይቲ ተጠንቀቑ ካብ ምቑርራጽ ተጠንቀቑ። ንሕና ንኣምላኽ ብመንፈስ እነገልግሎ ብየሱስ ክርስቶስ ተመኪሕናውን ብስጋ ዘይንእመን ግዝረት ንሕና ኢና ይብልና። ብጐይታ ተሓጐሱ ክብል ከሎ ጳውሎስ እንታይ ማለቱ እዩ? እቲ ዘለዎ ዅነታት ዘሐጕስ ኣይኰነን። ብምኽንያት ወንጌል ምግፋዕ ስለ ዝነበረ ሽዑ ኣብታ ቤተ ክርስትያን እና ግን ናይ ሓጐሶም ምንጭስ ናይዚ ምድሪ ነገር ናይዚ ምድሪ ምቾት ሰላም ስለ ዘሎ ዝብላዕ ነገር ዝስተ ነገር ስለ ዘሎ ዘይኰነሲ በቃ ብጎይታ ጥራሕስ ክንሕጎስ ከም ዝግብኣና ንዓኣቶም ይመኽሩ ንዓና ውን እዚ ምኽሪ እዚ ንዓና ውን ዝጠቅም እዩ ብጎይታ ክንሕጎስ ከም ዝግብኣና እንተ ዘየለ ግን ምድራዊ ነገር እንተ ርኢናዮ ዘሕጉስ ነገር የለን ዋላ ሃፍታም እንተ ኾንካስ ሰላም ድሕሪ ዘየለ ወይ እቲ ትሪኦ ነገር ጽቡቕ ድሕሪ ዘይኮነ ክትሕጎስ ኣይትኽእልን እና ናይ ገንዘብ ይኹን ካልእ ንብረት ይኹን ምቾት ይኹን ከሐጉሰና ኣይኽእልን። እቲ ከሐጉሰና ዝኽእል ብፍላይ ኸዓ ንሳቶም ኣብቲ ዘለውዎ ኹነታት ወይ ድማ ንሕና ኣብ ዘለናዮ ኹነታት ኣብዚ ኣፀጋሚን ፀልማት ዝኾነ ዓለም ከሐጉሰና ዝኽእል ሓደ ጎይታ እዩ። ምኽንያቱ ብጎይታ ንረኽቦ ዓስቢ ጎይታ ብምፍላጥና ምስ እግዚኣብሔር ብምዃንና ክንሕጎስ ከም ዝግብኣና ኣብዚ መኽረና ማለት እዩ፣ ካብዚ ትምህርቲ ንወስድ ማለት እየ። ትሕት ኢሉ ግን ኣብ ቁጽሪ ክልተ እንታይ ኢሉ ካብ ኣኽላባት ተጠንቀቑ ድማ ይብል። ብጎይታ ተሓጎሱ ምስ በለ እንደገና ካብ ኣኽላባት ተጠንቀቑ ክብል ከሎ ንዕዘብ። ካብ እኩያት ዓየይቲ ተጠንቀቑ እንደገና እኩያት ዓየይቲ እውን ኣለዎ ማለት እዩ እና እዚኣቶም ከዓ እንታይ እዮም ኢሳያስ ሓምሳን ሽዱሽተን ቁጽሪ ዓሰርተ፣ ሓለውቱ ዕዉራት እዮም፣ ኵላቶም ኣእምሮኦም ኣእምሮ የብሎምን፣ ኵላቶም ዘይነብሑ በሃማት ኣኽላባት እዮም፣ ይሓልሙ በጥ ይብሉ ድቃስ ይፈትዉ ኣለዉ ይብል። እዚ ኣኽላባት ኢሉ ንዞም ሓለውቲ ዕዉራትን እንደገና ነወ ዓያሹ ይብሎም በሃማት ኸዓ ይብሎም እና ኣኽላባት ኢሉ እውን ክፅውዖም ከሎ ንርኢ እና ኣኽላባት ክብል ከሎ እዞም ናይ ሓሶት መማህራን እቲ ሓቂ ዘይኮነስ ሓሶት ዘምህሩ መማህራን ንዓቶም ኣኽላባት ኢሉ ክፅውዖም ከሎ ንርኢ ጳውሎስ እውን እዚ ሓሳብ እዚ ተጠቒሙ ኣኽላባት ኢሉ ክፅውዖም ከሎ ንርኢ እቶም ሓሰውቲ መማህራን ማለት እዩ እና ሓድ ሓደ ናይ ኣይሁድ መማህራን እንታይ እንታይ ይገብሩ ነይሮም? ንቶም ኣይሁድ ዘይኮኑ ክርስትያናት ክትግረዙ ኣለኩም፣ ንምድሓንሲ ምግራዝ የድሊ እዩ ኢሎም ትምህርቲ ይህቡ ነይሮም እና እዚ ትምህርቲ እዚ እዩ ኣኽላባት ሓደ ዘበሎም ማለት እዩ ናይ ሓሶት ትምህርቲ ስለ ዝብለዉ ማለት እዩ ቀደም ምግራዝ ኣብ ብሉይ ኪዳን ናይ እግዚኣብሄር ሰባት ምልክት እዩ። ኣብ ሓዲስ ኪዳን ግን ጥምቀት እዩ እምበር ግርዘት ኣይኮነን። ደቂ ኣምላኽ ምዃንና መፍለጢና ማለት እዩ እና እዚ ኣካይዳ እዚ ገልቢጦም ንሳቶም ናብቲ ናይ ቀደም ክመልስዎም ክትግረዙ ኣለኩም እናበሉ የድክምዎምን የሸግርዎም ከም ዝነበሩ እና ንዚኣቶም ከዓ ክጥንቀቁ ከም ዝግብኦም ካብዞም ከምዚ ዓይነት መማህራን ተጠንቀቁ ኢሉ ከምዕዶም ከሎ ንርኢ ማለት እዩ እና እዚኤ ክብል ደልየ ቁፅሪ ኣርባዕተ ግን ብጎይታ እንተመይሱ ከዓ ብጎይታ ተሓጎሱ ይበል እንደገና እና ክንሕጎስ ተኮይና ግን ብጎይታ ክንሕጎስ ከም ዝግባኣና ትምህርቲ ንወስድ ካብዚ ኢለ ይኣምን ተባረኽ ተስፋሃወይ ፅቡቅ ኣገላልፃ ኢካ ገሊፅካዮ ምናልባት ቅድሚ ኣነ ሓሳብ ምሃበይ ቹቹ ሓፍተይ ትብልዮ ተሃሊኪ።
ከመይ እዩ ብጎይታ ምሕጓስ ማለት ድብል ሓሳብ ንእሽተን ክትንኪ ይደሊ እና ንኣብነት ሕዚ ደቂ ሰባት ምሕረት ኣምላኽ እግዚኣብሔር ዝሃቦ ምሕረት ንድሕንነተ እኩል ኣይኮነ ኢሎም እዮም ልሓስቡ እዚ እዚ እንታይ ልገብረካ ነገር እዩ ሰላምካ ካብ ልሕውኸካ ነገር ሓደ እዩ ማለት እዩ ስለዚ ብጎይታ ክንሕጎስ እንተ ኾይንና፣ ምንጪ ሓጎስና ወይ ትውክልትና ኣብ ክርስቶስ የሱስ ምግባር እዩ ማለት እዩ። ኣብ ክርስቶስ የሱስ ኣብ ንገብረሉ እዋን፣ ሓደ ምሕረት ኣምላኽ ክንቅበል ኣለና። ኣነ ንኣይ ዝኸውን ኣነ ኣነ ንባዕለይ ለድሕኖ ነገር ገለ የብለይን። እግዚኣብሄር ብሳላ ምሕረቱ ኣድሒኑኒ ልብል። እቲ ናብ ምሕረት ኣምላኽ ክንቅበል ከለና ሽዑ ብጎይታ ክንሕጎስ ንኽእል ኢና ማለት እዩ። ካልኣይ ኸዓ ኣብ ኣምላኽ ምሉእ ብምሉእ ክንውከል ከለና ማለት እዩ። መዝሙር ኣርባዕተ ዓሰርተ ሓደ ኣምላክ ክንውከል ከም ዘለና ይነግረና እንደገና ምሕረት ኣምላክ ኩሉ ሻዕ ክንቅበር ከም ዘለና መዝሙር ሰላሳ ሓደ ሸውዓተን ይነግረና እና ምስ ሰዓትና ስለ ዝኾነ እዩ ካብኡ ከዓ እግዚኣብሔር በረኸት ወሃቢ እዩ በረከት ኣምላክ እውን ተቀበልቲ ጥራሕ ክንከውን የብልና ሓደ ሓደ ግዜ ሃበኒ ጥራሕ ኢና ንኸውን ሃበኒ ጥራሕ ኢና ንኸውን እና ምስ ተቀበልና ግን ሕጉሳት ክንከውን ፈቃድ እግዚኣብሄር እዩ እና በረከት እግዚኣብሄር እውን ክንቅበል ከለና ከንሕጎስ ከም ለለና መዝሙር 914 ይነግረና ካብኡ ትእዛዛት ኣምላክ ክንሕሉ ከለና እውን ሓጎስ ኣለዎ ምክንያቱ እንታይ ይብል ቃልካ ነግረይ መብራህቲ ንመንገደይ ብርሃን ወዶ ብርሃንና መብራህቲ ኣብ ለለዎ ቦታ መቸም ሓዘን የለ ወዶ ስለዚ ትእዛዛት እግዚኣብሔር ሕግታት ስርዓት እግዚኣብሔር ክንህሉ ከለና እውን እንታይ ይፈጥረና ማለት ሓጉሳት ኢና ንኸውን ኣብዚ ምድሪ ሓጎሳዊ ኣንቶ ኣልሚየ ትብል ነርኪ ኣብ ለይመስል ሓጎስ ኣብ ለይብሉ ልመስል ኩሉ ጸልማት ኩሉ ሲኦል ኩሉ ጥፍኣት ኣብ ልመስል ነገር ውሽጢ ኮይንካ ግን ብጎይታ ትሕጎስ ትኽእል ኢኻ ብክርስቶስ ትሕጎስ ትኽእል ኢኻ ልብል እዩ ማለት እዩ እና ከምኡ ከዓ ሽዱሽተ መዓልቲ ስራሕ ተግባርካ ፈፅም ሸውዓይ መዓልቲ ግን ኣይ ሰንበት እዩ ኢሉ እግዚኣብሔር ሰንበት ናይ እግዚኣብሔር ናይ ኣምላኽነቱ ምልክት እዩ። እግዚኣብሔር ኣምላኽ ኢኻ ኢልና ኣው ንእወጀሉ እወን ኣብቲ መዓልቲ እሱ ንዓርፍ ከለና እውን ብጎይታ እንታይ ንገብር ኣለና ንሕጎስ ኣለና ኢና ማለት እዩ እና እግዚኣብሔር ለቕመጠና ሰንበት ወይ ቀዳም መዓልቲ ክንዓርፍ ይገብረና ማለት እዩ። ከምኡ ከዓ መፅሓፍ ቅዱስ እዚ ቃል እግዚኣብሔር ክንኣምን ከለና ብዙሓት ሰባት ሎሚ ኣብዚ መፅሓፍ እዚ ብዙሕ ሕቶ እዩ እኒዎም ብዙሕ ሕቶ እዩ እኒዎም እና ግን ካብ እምነት እዩ ልጅምር እዚ መጽሓፍ እዚ ንክፈልጥ ንክትፈልጥ ወይ ከዓ መንፈስ ቅዱስ ክገልጸልካ ክትደሊ ከለካ መጀመርያ እግዚኣብሔር ንወዲ ሰባት ልልኣኾ ንደቂ ሰባት ናብ ምድሪ ልኣኾ ደብዳቤ እግዚኣብሔር ምዃኑ ክትኣምን ኣለካ ብዘይ እምነት ኣይኸውንን እና መጽሓፍ ቅዱስ ክንኣምን ከለና እውን ሓጎስ ይመፀና ማለት እዩ ኣብ መወዳእታ ከዓ ምናልባት ልወለድና ውሉዳት ክኾኑ ይኽእሉ እዮም፣ ልዐበናዮም ቆልዑ ክኾኑ ይኽእሉም። እዚኦም ብ ንእግዚኣብሄር ክስዕቡ ብጐይታ ክሕጐሱ ክንመርሖም ከለና ታይ ንፈጥ ይፈጥረልና ማለት እዩ ሓጐስ ይፈጥረና ይብለና እዩ እና እንግዲህ እግዚኣብሄር ሓጐስ ክንረክብ ብዙሕ መንገድታት ከፊቱልና እዩ እኒኦ እና ከምኡ ከዓ ክፉታት መደገ ኣፍ ይብሎ ዶ ኣብ ራእ ዮሃንስ ክንርኢ ከለና በቃ ክፉት እዩ እዚ መደገ ኣፍ ማለት እዩ መንም ክትኳኩሕ ወይ ከዓ ክተብል ኣየድልየካ እና እግዚኣብሄር ንኩላትና ልሃበና ሓጎስ ኣሎኒ ክብል እየ ደልየ። ተባረኺ ቹቹ ሓፍተይ ብሓቂ ካብዞም ኣሕዋት ፅሙቕ ኣቢልና ካብ ዝተረደእኒ ነገር ብጎይታ ብጣዕሚ ካብ ቆልዐ ጀሚረ ዝፈትዎ ጥቕሲ እዩ ብጎይታ እንታይ ግበሩ ተሓጎሱ ይብል ምክንያቱም ኣብዚ ዓለም ዝመልእ ነገር የለን ካብ ድኻ ንላዕሊ ሃፍታም ድቃስ የብሉን ኣብዚ ዓለምና ዝተፈላለየ ናይ ናብራ ኩነታት ኣሎ። ኣብ ሰለስተ እኳ ተፈሊናዮ ሃፍታም ኣሎ፣ ማእኸላይ ኣሎ፣ ድኻ ኣሎ። ግን ክርስቶስ ዘይብሉ ገንዘብ ምንም ነገር ከምፅ ኣይኽእልን። ስለዚ ደስታ ክህልወና ተኾይኑ ሃፍታም ምዃን ፀገም የብሉን፣ ድኻ ምዃን ፀገም የብሉን። ግን ብጎይታ ምእማን ስለዚ ኣብቲ ናይ መጀመርያ ተስፋ ሓወይ ካብ ዝበሎ እንታይ እዩ መጀመርያ ታይ የድልየና ምእማን የድልየና ምእማን ምስ ኣመና ድማ ካብ ሓሶት ዘምህሩ ሰባት ምስትውዓል ክንክእል ኣለና ክንፍለ ኣለና እቲ ዝኣመናዮ ድማ ንካሊእ ክነምህር ክንክእል ኣለና ሕዚ ኣብዚ ግዜና እዚ ንርኢና ብዙሕ ዓይነት እምነት ዝንዝረቦ ክርስቶስ ተገዲፉ ሰባት ዝስበኹሉ እንዳ መንደኾን ቤተ ክርስቲያን ዝበሃለሉ ግዜ ኢና ዘለና ስለዚ ኣሕዋተይ ካብዚኦም ክንሕሎ ይግበአና ብዝተረፈ ድማ ብጎይታ ባህ ክብለና ብዘለና ነገር ጎይታ ክነመስግን እቲ ዝዓበየ ነገር ድማ መጽሓፍ ቅዱስ ማለት ንክርስትያናት ካርታና ማለት እዩ ሓደ ኣውሮፕላን ዝዝውር ሰብ እንድሕር ካርታ ዘይብሉ ናብቲ ዝኸዶ ዓዲ ክበጽሕ ኣይኽእልን። ንሕና ድማ ንዓና እዚ መንገድና እዩ። እንድሕር ዘየንቢብናዮ ክንመራመር ኣይንኽእልን። ክንፈልጥ ኣይንኽእልን። ኣብ ክርስቶስ ኣብ እግዚኣብሔር ክንእመን ኣይንኽእልን። ስለዚ ብዝተፈላለየ መንገዲ ንኸይንኸይድ ሓደ መንገዲ ምእንታን ክህልወና ኣኽላባት ምእንታን መንገድና ከየስሕቱና እቲ ዋና ዝተውሃበና መምርሒና መጽሓፍ ቅዱስ ሁላትና ከነንብብ ይግበአና ኣሕዋት ተባረኹ እዚ ይመስል እዚ ናይ መጀመርያ ኣርእስትና ኣብቲ ካልኣይ ኣርእስቲ ክንኣቱ ከለና ሕሉፍ ዛንታ ጳውሎስ ይብል ሕሉፍ ዛንታ ጳውሎስ ዛንታ ንኩላትና ኣድላይ እዩ ድሕር ሕሉፍ ዘይርኢኻዮ ናይ ሕዚ ዘሎ ዛንታ ክትፈልጥ ወይም ኣገዳሲ ክኾነልካ ይኽእልን። ስለዚ ጳውሎስ ከምቲ እንዳረኣናዮ ዝቐነና ኣብቲ መጽሓፍ ቅዱስ ጽንዓትና እቲ ዝነበሮ ገድሊ ርኢናዮ ኢና። ሕዚ እውን ገና እንዳረኣናዮ ክንከይድ ኢና። ስለዚ እንታይ እዩ ነይሩ እቲ ሕሉፉ እቲ ናይ ዛንትኡ ንምንታይ ከ ኢና ክንሪኦ ተደልዩ? እዚ ኣብ ፊልጵስዩስ ሰለስተ ካብ ኣርባዕተ እስካዕ ሽዱሽተ ዘሎ እዩ እና ሕሉፍ ዛንታ ጳውሎስስ ንዓናስ ታይ እዩ ዝጠቕመና ሓፍተይ ቹቹ እንታይ እዩ ዝጠቕመና ሕሉፍ ዛንትኡ ምፍላጥ ናይ ጳውሎስ እንታይ ይጠቕመና
እወ ጳውሎስ እንታይ ይብል ንብዓርሱ ግዛ ባይዘወ እዚ ሕሉፍ ዛንታ ካልዕል ዝገበሮ ምክንያት ኣሎ ኣይሁድ ነዞም ካልኦት ክርስትያናት ኣይሁድ ዘይኮኑ ናብ ክርስቶስ ክመፅእ ከሎ ምሳና ትሕወሱ ተኾንኩም ትግረዙ ኣለኹም ማለት ዕልቦ ወይ ከዓ ሸለፍ እንትን ናይ ተቁረፁ ኣለኹም ልብል ኣለኩም ልብል እንትን ነይርዎም እና ትግዘሩ ኣለኩም ልብል እንትን ነይርዎም እና ጳውሎስ ከዓ ኣይ ግዝረት ኣይኮነን ብጎይታ ብክርስቶስ የሱስ ዝኣመነ ሞቱ ትንሳኤኡ ብጥምቀት እዩ ዝገልፅ ድብል ኣብ የሩሳሌም ኮይኖም ኣብ ግብረ ሃዋርያት ሃዋርያት ተኣኪቦም ክርክር ተልዒሉስ ወሲኖም እዮም እና እቲ ዝመፅእ ማንኛውም ኣይሁዳዊ ዘይኮነ ሰብ እንታይ ክኸውን ኣለዎ ማለት እዩ ተጠሚቁ ማለት እዩ ብማይ ኣብቲ ማይ ጠሊቁ ብክርስቶስ ሞይተ ተንስኤ ኢሉ ናይ ክርስቶስ ድሕንነት ይቕበልና ኣብዚ ግን እንታይ ኮይሮም እዞም ኣይሁድ ኖኖ እዚ ሀሳብ ጥሒሶም ማለት እዚ ብሓደ ለወሰንዎ ሀሳብ ጥሒሶም ኣህዛብ ዋላ ልኾኑ ለኣመኑ ሰባት ክመጽእ ከሎ ግዴታ ክግዘሩ ኣለዎም ልብል ትምህርቲ ያምህሩ ነይሮም እና ዳሓር እዚ ትምክሕት ግደፉ ይብሎም ኣሎ ጳውሎስ ማለት እዩ ታይ ይብል ኣብዚ ኣብ ቁፅሪ ፊልጲ ቁፅሪ ምዕራፍ ሰለስተ ኣርባዕተ ጀሚና እስካብ ሽድሽተ ብስጋ እኳ ዝእመነሉ ዘሎኒ ክነሲ፣ ንሓደ ካልእ ብስጋ ዝእመነሉ ዘለዎ እንተ መሰሎ፣ ኣነ ግዳ ዝበለጸ ኣሎኒ ይብል። ምምካሕ ጀሚሩ፣ ናብ ስጋ ነገሩ እናቆጸረ ማለት እዩ። ኣነ ብሰምናይቲ መዓልቲ እተገረዝኩ፣ ካብ ዓሌት እስራኤል፣ ካብ ነገድ ብንያም እብራዊ፣ ካብ እብራዊ ብሕጊ ፈረሳዊ፣ ብቅንዓት ሰጓጊ ማሕበር፣ ብጽድቂ ሕጊ እውን መንቅብ ዘይብለይ እየ ይብል ማለት እዩ። ንበዓሉ ክርኢ ከሎ ብስጋ ሕሉፍ ዝነበረ ሓዛንትኡ ክርኢ ከሎ ቅድሚ ጎይታ ምስዓቡ እዩ እዚ ቅድሚ ክርስቶስ ክግለጸሉ እዩ ናይ ጳውሎስ ህይወት እዚ ነይሩና ቅድሚ ጎይታ ምስዓቡ የነጻጽር ንባዕሉ ማለት እዩ እንታይ ይብል ኣብዚ ብስጋ ዝእመነኑ ኣለኒ ብሉፅ ኣነ ካባኻትኩም ኢሉ ኣይትመክሑ ማለት ኣይሁድ ብምዃንኩም ሲ ድምካህ ነገር ድምካህ ዘበለ ኩሉ ብመን ይመካህ ይብል እግዚኣብሔር ብእግዚኣብሔር ይመካህ እዩ ብክርስቶስ ይመካህ እዩ እምበይ ትምክሂትስ የብልናን ዝድሃና ሲ ብከምኡ ብፀጋ እዩ ዝድሃና ሲ ብምሕረት እግዚኣብሔር እዩ ይብሉ ክነግሮም ከሎ ኢና ንርኢ ኣለና እና ካብኡ እንታይ ይብል ሰምናይቲ መዓልቲ ተገሪዘ ኣብ ዳዊት ቁልጭ ዝበልኩ እንደውም ጳውሎስ ኣይሁዳዊ ጥራሕ ኣይኮነይ ሮማዊ እውን እዩ ነይሩ ዝተወለደሉ ቦታ ኣብ ሮም ስለ ዝነበረ ናይ ሮማዊ ዜግነት እውን ነይርዎ ትምህርቲ ሕጊ ከዓ ገማልዮን ዝበሃል ብጣዕሚ ምሁር በቲ ሽዑ ግዜ ኣብቲ እግሩ ኮፍ ኢሉ ዝተማሃረ ሰብ እዩ እና እቲ መንነቱ የብል እና ቅንኣት ዋላ ተልኩም ንሲ ንእግዚኣብሔር ክብል እሴ ማሕበር ላሰጎግኩ ነይረ፣ ናብ ክርስቶስ ማሕበር ላሰጎግኩ ነይረ ኢሉ ንባዕሉ ይብል እሞ ካብኡ ግን እዚ ኩሉ ምስ በለ ብዙሕ ጽቡቕ ነገር ነይሩኒ ግና ኣየድሕነኒ ይብል ማለት እዩ። ብዙሕ ጽቡቕ ነይረ ብስጋ ልርአ ነገር ብዙሕ ልምክሖ ነገር እዚ ግን ኩሉ ኣያድሕነኒ ይብል ማለት እዩ እቲ ሕጊ ኣዝየ እየ ለፍቅር ነይረ ነቲ ሕጊ በቃ ሰናይ ገይረ ክገብር ብዙሕ ይገብር ነይረ ግን ኣይኾነን ይብል ማለት እዩ ካብኡ ኣብ ገዛ ርእስኻ ጽባቐ ወይ ከዓ ባህሪ ምውካል ዋጋ ከም ዘይብሉ ይነግረና ማለት ኣብዚ ቦታ እዚ ማለት እዩ እስቲ ተወሰኑ ጥቅስታት ኣንቢበ ክውድኦ እየ እዚ ሃሳብና ዕብራውያን ምዕራፍ ሽዱሽተ ቁጽሪ ሓደ ከምዚ ይብለና ሓደን ክልተን ስለዚ ናይ ክርስቶስ መጀመርታ ነገሩ ሓዲግና ብንስሓ ካብ ሙት ግብሪ ብእምነት ብኣምላኽ ብትምህርቲ ጥምቀት ብምንባር ኣእዳው ብትንሳኤ ሙታት ብናይ ዘለኣለም ፍርዲ ውን ከም ብሓድሽ መሰረት ኣይንሰረት እሞ ናብ ፍጻሜ ንሕለፍ ይብል ማለት ስለዚ ብእምነት ብኣምላኽ ብትምህርቲ ጥምቀት ብትንሳኤ ሙታት በቃ ብእምነት እዩ እቲ ትድሕንዎ ነገር ብግብሪ ኣይኮነን እዚ ኩሉ ኣነ ዝገበርክዎም ተግባራት ተዝጠቅሙኒ ነይሮም እኮ እግዚኣብሔር ንምንታይ ተሰጎኒ ኢልዎ መወዳእታ ወር ንምንታይ ከተሳድደኒ ተሰጎኒ ዘለኻስ ንምንታይ እዩ ኢልዎ ክርስቶስ ኣብ ቅድሚኡ ጠጠው ኢሉ ማለት እዩና ጳውሎስ እዚ ተረዲእዎ ሮሜ ክልተ እስራን ሓሙሽተን ከምዚ ይብል ግዝረትሲ ሕጊ እንተሃሎኻ ትጠቅም እያ እሞ ሕጊ እንተ ኣፍረስካ ግና እታ ግዝረትካ ዘይግዝረት እያ እትኸውን። እምበኣርሲ እቲ ዘይግዙር ነቲ ሕጊ ዘልዮ ስርዓት እንተ ሃለዎ እቲ ዘይምግዛሩዶ ከም ግዝረት ኮይኑ ኣይቁጸረሉን እዩ? እቲ ካህ ባህሪኡ ዘይግዙር ክነሱ ሕጊ ዝሕሉ ንኣኻ ብፊደልን ብግዝረትን ሕግን ንተፍርስ ክፈርደካ እዩ። ብዘርኤ ኣይሁዳዊ ምዃን ኣይሁዳዊ ኣይኮነን እሞ እታ ብዘርኣየ ኣብ ስጋ እትግበር ግዝረትውን ግዝረት ኣይኮነትን፣ እቲ ብውሽጢ ኣይሁዳዊ ዝኾነ ግና ንሱ ኣይሁዳዊ እዩ፣ እታ ግዝረት ከኣ ግዝረት ልቢ ብመንፈስ እያ እምበር ብፊደል ኣይኮነትን፣ እቲ ንእዱውን ካብ ኣምላኽ እዩ እምበር ካብ ሰብ ኣይኮነን ይብል። እንታይ ይብሉ? እታ ግዝረትሲ ግዝረት ልቢ እያ ይብል ማለት እዩ። እግዚኣብሔርሲ ክርስቶስ ንጳውሎስ ክረኽቦ ከሎ ኣብ ልቡ ዝነበሮ ነገር እዩ ገዚርዎ እና ጳውሎስ ሕሉፍ ዛንታ ምዝራቡ ምናልባት ሕሉፍ ንምኳው ነገራት ይሕለየና እዩ ኣነ ብዙሕ ግዜ ተደጋጋሚ ዝነግሮ ነገር ኣሎ ሓደ ሰብ ሓደ ግዜ እንታይ ኢሉኒ ያው መጽሓፍ ቅዱስ ዘይምርዳእ ናይ እግዚኣብሔር ሀሳብ ዘይምርዳእ ክኸውን ይኽእል እዩ እሞ ናየ ድሕንነት ኣይትጠራጠር ኢሉኒ ናየ ደህንነት ድሕንነት በቃ ኦረዲ ተመስጊበ ኣብ ሰማይ ኢሉኒ እርግፀኛ ኮይኑ ማለት እዩና ሓመኤል ከምኡ ኢልካ ኢሉስ ኣቦይ ሲሉ ኣቦይስ ናይ ክህነት ስራሕ ንኣቦኡ ይዝርዝር ናይ ባዕሉ ለይኮነ ኩ ናይ ባዕሉ ለይኮነ ንኣቦኡስ ናይ ክህነት ስራሕ ዝገበሮ ፅቡቓት ስራሕቲ ገለ ዘርዚሩ ባቃ ብኣቦ ያነ ኣቲ ኣለኹ ናብ መንግስተ ሰማይ ኢሉና ሃማ ይኾነን ልብና እንድሕር ዘይተገርዘ ብኣቦ ኣቢልካ ብውሉድ ኣቢልካ ብፅቡቕ ስራሕ ኣቢልካ ዝበሃል የለን ብእምነት እዩ ከምዚ ዝረኣናዮ ብምሕረት እግዚኣብሔር እዩ ብከምኡ ብፀጋ እዩ ድሕነት ስለ ኣሎና ሕሉፍ ዛንታና ምፍላጥና ንኸዚ ዘለናዮ እንታይ ይገብረና ክናስተብህል ይገብረና ጳውሎስ ሕሉፍ ዛንትኡ ምስ ዘከረስ ረብሃ ኣይኾነ እዩ ዝንኣይ ኢሉ እዚ ንኣይስ ምንም ኣይኮነ ከንቱ እዩ እዚ ተዝጠቅመኒ ነይሩ ሲ በቃ ብኡ መቐፀልኩ ነይረ ግን ኣይጠቐመኒን በቃ ገዲፈዮ ኩሉ ገዲፈ እየ ናብዚ መፅኤ እሞ ንዑ ናባይ ይብል እዩ ዘሎና ሕጊ ብዘይ የሱስ ዋጋ የብሉን ክርስቶስ እዩ እቲ ዋና ማለት እዩ ኣብ ክርስቶስ ውሽጢ ኢኻ ሕጊ ትሪኦ ኣብ ክርስቶስ ውሽጢ ኢኻ ምእዛዝ ትሪኦ ኣብ ክርስቶስ ውሽጢ ኢኻ ሰላም ዕረፍቲ እቲ ውህበት ጸጋ እግዚኣብሔር ዝበለ ኩሉ ትሪኦና ስለዚ እንኮ ተስፋና ናይ ክርስትያናት እምነት ኣብ የሱስ እዩ ማለት እዩ እምነት ኣብ የሱስ እዩ እምበር ሕጊ ኣይኮነን ኣይኮነን ናህና እዚ ብዙሕ ግዜ ሕጊ ሕጊ ሕጊ እዮም ይብሉና ሰባት ማለት ኖ ኖ ኣህና ሕጊ ኣይኮንና ንሰብኽ ኣህና ንክርስቶስ ራእዩ እሞ ናይ ሕጊ ጽብቕና ኣብቲ ክርስቶስ እንታይ ግበሩ ራእዎ እሞ ሰዓቡ በሃልቲ ኢና እና እስቲ መጀመርታና ማእኸልና መወዳእታና ኩሉ ነገርና ክርስቶስ ይኹን። ኣሜን ኣሜን።
ተባረኺ ቹቻ ሓፍተይ፣ እግዚኣብሔር ይባርኽኪ። እ፣ እዚ ክ- ኣብዚ እም፣ ኣርእስቲ እዚ ከይወፃና ሕሉፍ ዛንታ ጳውሎስ ኢና እንዳተዛረብና ዘለና ተኸታተልትና። ኣብዚ ተወሳኺ ይህልወካ ተስፉ እንተተሰኸልካ እምበኣር ኣነ ድማ ኣብዚ ዓንተወይ ተስፋሓወይ እንዳቦ ነይሩ እቲ ጳውሎስ ዝነበሮ ሕሉፍ ታሪኩ ካብቶም ምሁራት ምሁራት ነይሩ ካብቶም ተወለድቲ ተወለድቲ በቂ ኩሉ ዝድለ ንትዕቢት ዘድሊ ኩሉ ነይርዎ እንታይ ይብል ግን ኣብቲ መወዳእታ እንታይ ይብል እሱ ግን ይብል ክርስቶስ ምስ ረኸበ ማለት እዩ ከም ወፅዓት ሓሰብክዎ ይብል ኩሉ ከንቱ ከም ዝነበረ ኩሉ ኣድላይ ከም ዘይነበረ ኩሉ ናብ ቤት ኣምላኽ ከም ዘየብጽሕ ናብ ኣምላኽ ከም ዘይብጽሕ ረኣዮ እሞ ኣብ ሸውዓይ ቁጽሪ ግን ኣብ ፊልጵስ ሰለስተ ኣብቲ ሸውዓይ ቁጽሪ ግን እንታይ ይብል ሲ እዚ ንዓይ ረብሓ ዝነበረ ግና ስለ ክርስቶስ ኢለ ከም ወጽዓ ቆጸርኩዎ ይብል ዝነበሮ ኩሉ ተፈላጥነት ዝነበሮ ምቾት ተፈላጥነቱ ኩሉ እቲ ናይ ዓለም ከንቱ ዝኾነ ነገር ምስ ረኣየሲ ኣብ ምንታይ ከም ዝነበረ ሓሲብዎ ኣብ ወፅዓ ከም ዝነበረ በቃ ከም ዝተወፅዐ ገይሩ ሓሲብዎና ዓለም ንዓና ብዙሕ ግዜ ከምኡ እያ ትብል ንዓይ ወላድየይ ንመጀመርያ ክርስቶስ ተቐቢለ ናብ ቤተክርስትያን ምስ መፃኹ ሰባት ከይዶም ከዛርብዎ ከለዉ ስለ ታይ ኢሉ ኣነ ኣብዚ ተወሊደ እየ ኣብዚ ከቢረ እየ ዝነብር ስለዚ እሳ ከም ድሌታ ትኹን ኣነ ግን ምንም ክገብር ኣይክእልን ኢሉ ማለት ክብሩ እዩ ንዕኡ ዓብይ ነገር ነይሩ ማለት እዩ ምንም ክገብ ተሓቂ ተረዲእዎ ግን እተፍቲ ከተማ ዘለዎ ቦታ ግን ክለቅቅ ከቢዱ ወቦይ ንዓይ ግን በቃ ናፍቲ ዝረኽብክዎ ሓቂ ፈቂዱለይ ማለት እዩ ስለዚ ከምዚ ኢና ዓለም ዘላ ዘይምርዳእና ናፍቱ ኩሉ ነገር ከም ጳውሎስ ናይ ድሕሪት ሓሊፍና ሓዲግና ናብ ቅድሚት ክንዲ ምኻድ ድሕሪትና እናረኣና ንነብር ሰይጣን ካሊእቲ ዝጥቀመላ ኣላ ኣብዚኣ ከይሓለወ ከይጠቐስኳ ክሓልፍ ዘይደሊ ቹችየ ሰይጣን ኩሉ ግዜ ናብ ክርስቶስ ምስ መጻና እቲ ዝሓለፈ ታሪክና ታይ ክጥቀመሉ ይደሊ ስኻ ከምዚ ኢኻ ነርካ ስኻ ሰራቂ ነርካ ኣመንዝራ ነርካ ሙስና ትጥቀም ነርካ በቃ ሓውካ ትጸልእ ነርካ እዚታት እንዳምጸአ ሕሉፍ ታሪክና እንዳምጸአ ንቅድሚት ከይንስጉም ዝጥቀመላ ሰይጣን ካሊእቲ መሳርሒት እያ ስለዚ ኩሉ ግዜ ሕሉፍ ታሪክና ዘኹርዕ ተኹይኑ ከይኾራዕና ንሓጢኣት ተነይሮም ረሲዕና እቲ ናይ ቕድሚት ዘሎ ልክዕ ከምቲ ጳውሎስ ኩሉ ሓዲጉ ናብ ክርስቶስ ከም ዝመጸ ንሕና እውን ሕሉፍ ታሪክና ከኹርዐናም ከውድቐናን ከም ዘይብሉ ክሕብረኩም ይፈቱ ተባረኹ

እሺ ተመሊስና ኣለና ክቡራት ተኸታተልትና ካብ ድሕሪ ንእሽቶን ዕረፍቲ ቀፂሉ ንሪኦ መፅናዕትና ድማ ኣገደስቲ ዝኾኑ ነገራት ይብል ኣብ ህይወትና ማለት እዩ ኣገደስቲ ነገራት ኣብ ህይወትና እንታይ እንታይ እዮም ኣብ ክርስቶስ ኮይና ምስ እንነብር ዘገድሱ ነገራት ኣዩኖም እዮም ኣብ ኣነባብራና ኣብ ኩሉ ነገር ምስ ሕብረተሰብ ክንነብር ከለና ኣገደስቲ ንብሎም ነገራት እንታይ እዮም? እዚ ሓውና ተስፉ እዞም ኣገደስቲ ነገራት ንብሎም እንታይ እዮም?
እሺ ክልተ ብክልተ መልክዕ ክገልጾም እየ ምስ ናይ ጳውሎስ ህይወት ኣተሓሒዝና ጳውሎስ ዝምክሐሉ ነገራት ከም ዝነበሩ ዓንተወላ ተገለጸ ነይሩና እቶም ዝምከሐሎም ነገራት ቀደም ንየሱስ ቅድሚ ምርካቡ እንታይ ገብርዎ ነይሮም? ናብ ኢየሱስ ንኸይመጽእ ዕንቅፋት ኮይኖሞ ነይሮም። ስለምንታይ? እቲ ሕግስ ይፍጽሞ እየ፣ ስለዚ ኣነ ደሓን እየ ስለ ዝበለ ንክርስቶስ ንምርካብ ድሌት የብሉን። ሓደ ሰብ ኖርማል እየ ደሓን እየ እንተኢሉ ክሕከም ይኸእል ድዩ ኣይኸእልን ስለዚ ንሱውን ድማ እንታይ እዩ በቃ ኣነ ሕጊ ይፍፅም ኣለኹ እየ ፈሪሳዊ እየ ኣይሁዳዊ ኣይሁዳዊ ብምዃኑ ክፀድቕ እዩ እንደገና ሕጊ ብምሕላው ክፀድቕ እዩ ስለዚ ብዚ ምክንያት ካሊእ መድሕን ኣየድልዮን ስለዚ ናብ ካሊእ መድሕን ክኸይድ ኣይከኣለን ደሓር ግን እቶም ክርስትያናት ከሳጉ ከሎ ኢየሱስ ክርስቶስ ኣብ መንገዲ ጠጠው ምስ ኣበሎሞ ምስ ተርኣዮ ደሓር ግን እንታይ ኢሉ ተለዊጡ ማለት እዩ ምስ ተለወጠ ሓጢኣተኛ ምዃኑን ዘድሕኖ መድሕን ዘድልዮ ምዃኑ ተረዲኡ ናብ ኢየሱስ ክርስቶስ ከም ዝመፀ ኢና ንርኢ እና ሰባት እውን ካብዚ ንመሃሮ ነገር ኣነ ጽቡቅ ሰብ እየ ኣይሰርቅን ከምዚ ከምዚ ምባል ጥራሕ ሲ ኣየድሕንን ንሕና ኣይተረደእናን ይኸውን ናይ እግዚኣብሔር ቃል ስለ ዘይነንብብ ሓጢኣትና እንታይ እንታይ ይመስል ኣይተረደእናን ይኸውን ግን ብምድራዊ ኣረኣያ ጽቡቅ ሰብ ክኾን ይኽእል እየ ባህሪኡ ጽቡቅ እዩ ከምዚ ከምዚ ኢሎም ሰባት ዝንእዱኒ ሰብ ክኾን ይኽእል እየ ግን ሓጢኣተኛ ምዃነይ እንድሕር ዘይፈለጥኩ ድማ ንመድሓኒት ከም ዘድልየኒ ኣይፈልጥን ናብ መድሓኒት እውን ኣይኸይድን ኣይድሕንን ማለት እዩና ንሰባት ብቲ ተግባሮም ጥራሕ ተይኮነስ ሓጢኣት እንታይ እዩ፣ እግዚኣብሄር እንታይ ይደሊ፣ ኣነኸ እንታይ እናገበርኩ ፀኒሐ መንፅርና ዘርእየና ሕጊ እዩ። እቲ ሕጊ ሓጢኣተኛ ምዃንና የርእየና፣ መድሓኒት ድማ ከም ዘድልየና የርእየና። ናብ መድሓኒት ናብ ኢየሱስ ክርስቶስ ድማ ንኸይድ ማለት እዩ እና እዚ ክንገብር ከም ዝግባኣና ካብ ናይ ኢየሱስ ካብ ናይ ጳውሎስ ሕሉፍ ታሪክ ክንመሃር ይግባኣና ማለት እዩ። እንደገና ካሊእ ጳውሎስ እንታይ ይብል ነይሩ ንኢየሱስ ምስተሰቐል ኣይሁዳዊ ብምዃኑ ይምካሕ ነይሩ ጳውሎስ ኣይሁዳዊ ብምዃኑ ይምካሕ ነይሩ እዚ ግን እሱ እንታይ ኢልዎ ንሱ ከም ወፅዓ ቆፂረዮ ኣለኹ ይብል እሞ ብምንታይ ዳ ህዚ ይምካሕ ናይ ሴማ ናይ ሰማይ ዜጋ ብምዃኑ። ናይ ኣይሁድ ዜጋ ብምዃኑ ምምካሕሲ ዋጋ የብሉን፣ ናይ ሰማይ ዜጋ ብምዃንካ ኢኻ ክትመካሕ ዝግብኣካ እዩ። ስለዚ ክንመካሕ እንተኾይንና ብእግዚኣብሔር ክንመካሕ ኣለና እምበር ምድራዊ ብዘለና ዘርእና ኣነ ከምዚ እየ፣ ኣነ ትግራዋይ እየ፣ ኣነ ኤርትራዊ እየ ኢልና ክንምካሕሲ ወጽዓ እዩ ጥቅሚ የብሉን ከንቱ እዩ ክንምካሕ እንተኮይና ኣነ ናይ የሱስ ክርስቶስ ኣማኒ እየ ኣነ ናይ የሱስ ክርስቶስ ሰዓቢ እየ እንተኢልና ብዚ ክንምካሕ ይግብኣና ተተመኪሕናስ ብእግዚኣብሔር ተመክሑ ስለዝብልና እግዚኣብሔር ቃል ማለት እዩና ትምክሕትናስ ብእግዚኣብሔር ብምእማናን ሰማያዊ ዜጋ ስለ ዘለና ብዙይ ክንመካሕ ከም ዝግባኣና ሓደ ትምህርቲ ንወስድ ማለት እዩ እቲ ካልኣይ ወሳኒ ዝኾነ ነገር ድማ እንታይ እዩ ኢየሱስ ካብ ሰማይ ዝወረደ ብዛዕባ ሰማይ ክነግረና ሓጢኣትና ከልዕለልና እሞ ብቅድስና ክመልኣና ክቅድሰና እዩ ናብ ምድሪ መፅኡ ብተወሳኺ ከዓ ናብ ሰማይ ንሱ ኣብ ዘለዎ ቦታ ድማ ከቐምጠና እዩ መጺኡ ናብ ምድሪ እና ናይ ኢየሱስ ክርስቶስ ምምጻእ ንዓና ትርጉሙ ዓብዪ እዩ። ስቑልና ኢየሱስ ክርስቶስ መጺኡ እና መስቀል ጥራሕ ኣይኮናን ብዙሕ ነገር እዩ ናባና ሒዝዎ ዝመጸ ማለት እዩና ብዛዕባ ሰማይ ነጊሩና እዩ መጺኡ ናይ እግዚኣብሔር ኣቦ ሓሳብ እንታይ ምዃኑ ነጊሩና እዩ ንሱ ጥራሕ ኣይኮነን ንዓናውን ቀዲሱና እዩ ምክንያቱ ብኡ ብምእማንና ንቱ ዝገበረልና ብደሙ ቀዲሱና እዩ እና ብኡ ብምእማንናን ጥምቀት ስለተጠምበቕናን እንታይ ኮና ኣለና ናብ ክርስቶስ ማሕበር ተጸንቢርና ኣለና ማለት እዩና እንደገና ከዓ ሳልሳይ ክመጽእ ከሎ ከዓ እንታይ ክኸውን እዩ ሒዙና ክኸይድ እዩ ማለት እዩ እና እዚ ኩሉ ነገር ሒዙ እዩ የሱስ ክርስቶስ ከም ዝመፀ ወሰንቲ ነገራት እዚኦም እዮም ኢልና ክነቐምጦም ንኽእል ኢና
ተባረኽ ተስፌ እስኪ ቹቼ ትውስኽዮ ነገር ኣለክ ዶብዚ ኣብዞም ኣገደስቲ ነገራት ኣብ ዙርያ ኣገዳሲ ዝኾነን ሂወትና እንዲና ንዘራረብ ዘለና እና ተስፋና ዝገለፀልና ዓቢ ነገር ኮይኑ ተወሳኺ ይለኪ ዶ ቹቹ ሓፍተይ? እወ ንእሽተን ነገር ክውስኽ ይደሊ እና ኣብዚ ምድሪ ብዙሕ ኣገደስቲ ኢሎም ሰባት ልሓስቡ ነገራት ኣሎ ቀዳማዊ ዮሃንስ ምዕራፍ ክልተ ፍቕዲ ዓሰርተ ሽዱሽተ እንታይ ይብለና ና ስጋ ድልየቶም ከምኡ ኸኣ ና ዓይንቲ ብዓይንቲ ብዝዓትዩ ነገራት ትዕቢት እዚኦም ነገራት ካብ ዓለም ዝኾኑ ነገራት ሎሚ ንሰባት መጻወድያ ኮይኖም እዮም እኔዉ ማለት እዩ ብጣዕሚ ወሰንቲ ኢሎም ልሓሱ ሓደ ሰብ በዚ በቃ ብጣዕሚ ኣብ ህይወተ ወሳኒ እዩ ኢሉ ዝሓስቦ ነገር ምናልባት ቁሳዊ ነገር ገዛ መኪና በቃ ዝበልዖ ምግቢ ድርቅቅ ኢልካ በቃ ትክደኖ ምናምን በቃ ቁሳዊ ነገራት ካብቲ መንፈሳዊ ነገር ልላዕሊ ልረኣየሉ ግዜ እዩ እኒኦና እዚኦም ነገራት እዚኦም ምዕሻው ሃብቲ ወይ ከኣ እዞም ናዛ ዓለም ነገር ዚኤይ ምዕሻው ሃብቲ እዩ ልብለና ማለት እዩ ቃል እግዚኣብሔር ማለት እዩ እና ግን ከኣብ ኣምላኽ ኣይኮኑን እዚኦም ኩሎም ነገራት ኣገደስቲ ኣይኮኑን ኣብ ኣምላኽ ሀሳብ ማለት እዩ ኣብ ናይ ኣምላኽ ሀሳብ ሲ ኩሉ ሃልዩካ ሲ ካብ መንግስቲ እግዚኣብሔር ትስእን ሲ ምንም ዘይብልካ ድኻ ኮይንካሲ ናብቲ ናይ ዘልኣለም ሂወት ትከይድ ይሕሸካ ይብል ክርስቶስ ባዕሉ ማለት እዩ እና ሰው እዚ ታይ እዩ እሞ ካብ ዘልኣለም ሂወት ንላዕሊ ኣብዚ ዘመን እዚ ኣብ ንወዲ ሰብ ኣገዳሲ ዝኾነ ነገር ኣሎ ዶ ምክንያቱም ሰብ ሞት ፈሪሑ እዩ ወዶ በቃ እዛ ዘልኣለምናዊት ዘልኣለማዊነት ብውሽጡ ስለ ዘላ እዩ ወዶ ሰብ ወዲ ሰብ ሞት ፈሪሑ ክንደይ ነገራት ክብል ከሎ ኢና ንርኢ ኣለና እና ኣብ እግዚኣብሔር ክትመጽእ ከለካ ኣብ ክርስቶስ ክትመጽእ ከለካ ግን ብነጻ ንዘለኣለም ትነብሮ ነገር እንካ ናዚ ኣብዚ እኒኦ ሞት ኣብዚ እኒኦ ሞት ሳይ ትፍራሕ ዝብል ነገር ከም ዝወሃብ ዘሎ ኢና ንርኢ ማለት እዩና ኣብ ግብረ ሓበራት ምዕራብ ትሽዓተ ክንርኢ ከለና ጳውሎስ እንታይ ይኸውን ይሰጉግዎ ዶ ንክርስትያናት ናሰጎገ ይኸይድ እና እግዛ ክርስቶስ ኣብ መንገዲ ይግለጽ ማለት እዩ ክርስቶስ ምስ ገለጸ ንየሱስ ይርኢ እሞ ደሃር ዓይኑ ይዕወር ጳውሎስ ማለት እዩ ደሃር ናይ ክርስቶስ ድሙቅ ብርሃን ክብሪ ምስ ረአ ዓይኑ ይዕወር እሞ እቲ ዓይኑ ምስ ተኸፈተ ግን ንመን ቀጥታ ርእይዎ ንክርስቶስ ነቲ ንምሕረቱን ንጸግኡ እቲ ኣንቶ ዝዘርዘርናዮም ነገራት ብምልኦም ሽንዲ ኣቢሉስ ዓይኑ ምስ እቲ ቅርፊት ዓይኑ እቲ ዓይኑ ዝኣወረ ዓይኑ ምስ ተከፈተት ኣይርእዩ ንክርስቶስ ቀጥታ ከም ዝረአ ኢና ንርኢ ዘለናና ከምኡ እውን ኣብ ዮሃንስ ምዕራፍ ትሽዓተ ሓደ ዓይነ ስውር ኣሎ እዚ ዓይነ ስውር እዚ ክርስቶስ መፂኡ ይፍውሶ እሞ ዳሓሪ ኣይሁድ መፂኦም ስዋይ ታይ ኾንኩም ብሰንበት ምድሪ እዚ ሰብ እዚ እተፍውሱ እዚ ዝተፍውስ ገለ ኢሎም ንክርስቶስ ይኸስዎ ካብኡ ንኡ ለንገላትዎ ገለ ብና ኣነ ደስ ስለበለኒ ነገር እዚ ሰብ እዚ መጨረሻ ክርስቶስ ደፊኦም ኣውፅኦም ኣይሁድ ካብቲ ምኩራብ ደፊኦም ሰኻኻናዩ ደቂ መዛሙርቲ ገለ ኢሎም ብዙሕ ክርክር እኒኦና የሱስ ናብ ወፃኢ ከም ዘውፅእዎ ሰምዐ ምስ ረኸቦ ከዓ ኣታ ብወዲ ኣምላክ ዶ ተኣምን ኢኻ በሎ ንሱ ከዓ እቲ ዓይነ ስውር ማለት ዓይኑ ዝበርሐሉ ንሱ ከዓ ጎይታ ብኡ ክኣምንስ መን እዩ ንሱ ኢሉ መለሰ የሱስ ድማ ርኢኻዮ እዚ ምሳኻ ዝዛረብ ዘሎ ንሱ እዩ በሎ ንሱ ከዓ ጎይታ ይኣምን በለ ሰገደለውን ንክርስቶስ ማለት የሱስ ድማ ኣነ እቶም ዘይርእዩ ምእንቲ ክርእዩ እቶም ዝርእዩ ከዓ ክዕወሩ እየ ናብዛ ዓለም እዚኣ ንፍርዲ ዝመጻእኩ በለ ይብል ማለት እዩ እና ካብኡ ፈረሳውያን እውራት ኢና ሃና ገለ እውራት ተትኾኑ ጽቡቕ ነይሩ ገለ ኢሉ ክነግሮም ከሎ ኢና ንርኢ ዘለናና ስለዚ እቲ ኣገዳሲ ነገር ኣብዚ ምድሪ እዚ ኣዒንቲ ልቦናና እግዚኣብሄር ከብርህ ንክርስቶስ ምሕታት እዩ ናይ ዘለኣለም ህይወት መንገዲ ንምርካብ ጻዕሪ ምግባር እዩ ብምንም ዓይነት ዋጋ ክንገዝኦ ለይንክእሎ ደም የሱስ ክርስቶስ ግን ተከፊሉልና ኦረዲ ተከፊሉልና ልተዋህበ ህይወት ከይንስእን ክንጓዓዝ ከለና እዩ እቲ ህይወት ክኾነና ልክእል ማለት እዩ እና እናርኣና ኣይንርእና ዘለና እናሰማዕና ኣይንሰ ማለት ዓይን ኣለና ግን ዓይን ላረአክ ልቦናካ እንዳለ ለያስተብሂሉ ኣእምሮካ እንድሕር ለያስተብሂሉ ዓይን ስእሉ ኢሉ ርኢ ልኾነ ሰብ ርላርስ ምንም መልስ ልሃበ ስእሉ ይሓልፍ ማለት እዩ። ኣዕንቲ እኔኤና ግን ንርኢ ንብል ግኣይ ንርኢ ኣለና ይብል እና እቲ ናይ እግዚኣብሔር ጸጋ ናይ ምስትዓል ሓቂ እቲ ኣብ ሕይወትና ኣገዳሲ ዝኾነ ነገር ማለት ጭሚታት ኮይንና ማለት ብደንቢ ኣስተብሂልና ክንርኢ እዩ ልነግረና ማለት እዩ እንተባረኹ
ኣብ ህይወትና ኣገደስቲ ዝኾኑ ነገራት ኢና ነጽንዕ ዘለና ከምቲ ኣሕዋት ዝበልዎ ሪኢኹሞ ኢኹም ሰሚዕኹሞ ኣብ ሂወትና ኣገዳሲ ነገር እዞም ናይ ዓለም ብልጭልጭ ዝኾኑ ነገር ኣይኮነን ብሓቂ ዓለምና ሕዚ ብብልጭልጭ እዝያ ዝተመልአት ዓይነት ኮይና ኣላ ውሽጣ ግን ባዶ እዩ። ምስ ክርስቶስ ሓደ ሃፍታምን ሓደ ምስ ክርስቶስ ዝነብርን ሰብ እንተነወዳድር ደስ ኢልዎ ባሂልዎ ከምቲ መጀመርያ ዝበልናዮ ምስ ክርስቶስ ዝነብር ሰብ እዩ። ንምንታይ ናይዚ ዓለም እዚ ንብረት ቁሳቁስ ኩሉ ተሪፉ ምስ እግዚኣብሄር ምስ ዝኸውን ናይ ልቢ ሰላም ኣሎ፣ ፍቕሪ ኣሎ፣ ሰላም ኣሎ። ቀጺሉ ድማ ንኻልኦት ምንባር፣ ንኻልኦት ምምሃር፣ ንኻልኦት ምድሓን ኣብ ዝጎየሉ ግዜ ድማ ዝበለጸ ባህታ ልቡ የበዝሕ ማለት እዩ። ተባረኹ ንዝነበረና ትምህርትት ተኸታተልትና ንዞም ትከታተሉና ዘለኹም ኣርእስትታት ኩሎም ሕቶ ክህልወኩም ይኽእል፣ ሓሳብ ክህልወኩም ይኽእል፣ ግን ኣብቲ ታሕቲ ትሪእዎ ዘለኹም ቁፅሪ ስልክና ዳደወልኩም ክትሓቱና ትኽእሉ ኢኹም ምክንያቱም ሓድሓዲኦም ምናልባት ሕቶ ዝፈጥሩ ክኾኑ ይኽእሉ እዮም ንሕና ድማ ሕቶኹም ንምምላስ ድልዋት ኢና ቀፃላይ ፅንዓትና እምነት የሱስ ይብል እምነት የሱስ ሕዚ ምእማን እንታይ ማለት እዩ ዳራእናዮ መፂና ኢና ግን ኢየሱስ ክንኣምን ከለናስ እንታይ ኢና ንኣምን ከመይ ኢና ንነብር ንዝብል ክንርኢ ኢና ማለት እዩ እምነት ኢየሱስ ኣብ ፊልጵስዩስ ሰለስተ ካብ ትሽዓተ ቁፅሪ ዘሎ ኢና ክነፅንዕ ምክንያቱም ብመደዳ ኢና ንኸድ ዘለና እቶም ቁፅሪ ኣብ ፊልጵስዩስ ሰለስተ ካብ ሓደ ጀሚርና ማለት እዩ ስለዚ ፊልጵስዩስ ሰለስተ ትሽዓተ ዘሎ ትምህርቲ ድማ ክንርኢ ኢና እምነት የሱስ ይብል ፊልጵስዩስ ሰለስተ ኣብዚ ፊልጵስዩስ ሰለስተ ዘሎ እምነት የሱስ ዝብል ብሓፍትና ቹቹ እስኪ እንታይ እዩ ክብል ደልዩ እምነት የሱስ ክብል ከሎስ እንታይ ማለት ድዩ ደልዩ ያው ኩላትና ኣብ እምነት ውሽጢ ኮይና ኢና ንዛረብ ዘለና ንዝኣምን ኢና ንምህር ኣለና ወይ ንዘይኣምን ግን እምነት የሱስ ክንብል ከለናስ ታይ ንማለት እዩ ደልዩ ቹቹየ እዚኣ ዶ ተብራህርሀልና ፊልጵስዩስ ሰለስተ ትሽዓተ ዘሎ። ኣምዚ ይብል ፍልጵስዩስ ሰለስተ ትሽዓተ ከምዚ ይብል ኣየን እሞ ብእምነት ክርስቶስ እቲ ብእምነት ካብ ኣምላኽ ዝርከብ ጽድቂ እምበር እቲ ብሕጊ ዝመጽእ ጽድቂ ሕዚ ኣይኮንኩን ሒዘ ኣይኮንኩን ንክርስቶስ ምእንቲ ክረብሕ ብእኡ እውን ክርከብ ብሓቂ ስለቲ ብሉጽ ፍልጠት ክርስቶስ የሱስ ጎይታ ኢለ ጎይታ ኢለ ስልኡ እዚ ኩሉ እተወጻዕኩ ኩሉ ከም ወጽዓ እቆጽሮ ከም ጎሓፍ እቆጽሮ ኣለኹ ይብል ሸሞንተ እና ትሽዓተ ብሓደ ስለ ዘሎ እዩ ስለዚ ካብ እምነት ወጻኢ ብክርስቶስ የሱስ ካብ ዝረከብኩዎ እምነት ካብኡ ካብ ዝርከብ ጽድቂ ጽድቂ ብእምነት እዩ ይእውጅሎ ጳውሎስ ኣብዚ ማለት እዩና እምነት ካብ ምስማዕ እዩ ምስማዕ እውን ካብ ቃል እግዚኣብሔር ይብለና መጽሓፍ ቅዱስናና ካሊእ ንኣምነሉ ቦታ ይብልናን ንሰምዐሉ ንኣምነሉ ስፍራ እንተልዩ እዚ ቃል እዚ እዩ። ካብዚ ቃል እዚ ወጻኢ ዘሎ ነገር ተኣሚንና ተኾይና ኣብ ጌጋ ኢና ኒእና ማለት እዩ እና ስለዚ እዚ እምነት እዚ ከመይ ልበለ እዩ እንታይ ይገብረና እስቲ እዚ እምነት እዚ እስቲ ኤፌሶን ሓደ ኣርባዕተ ከይና ንርአ ከምቲ ብፍቕሪ ኣብ ቅድሚኡ ቅዱሳንን መንቅብ ዘይብሎምን ምእንቲ ክንከውን ቅድሚ ምስራት ዓለም ብኡ ዝሓርየና ይብል ማለት ስለዚ እዚ እምነት እዚ እንታይ ይገብረና እንታይ ልገብረና እምነት እዩ ቅዱሳንን መንቅብ ዘይብልናን ስለ ዝኣመና መጽሓፍ ቅዱስና ባይዘ ካብ ብሉይ ኪዳን እዩ ስለ እምነት ኣብርሃም ብእግዚኣብሔር ኣመነ እሞ ጽድቂ ኮይኑ ተቆጸረሉ ይብል ማለት እዩ ስለዚ እምነት ማለት ኣብ ኣምላክ ትውክልቲ ምግባር ማለት ኣብ ክርስቶስ ዘለካ ነገር ኩሉ ክርስቶስ ብዝገበረልካ ነገር እቲ ዝገበረልካ ነገር ምቅባል ማለት እዩ ምቕባል በቃ እወ እዚስ ምእንታይ ጌርካዮ ኢኻ እሞ ኤመስግነካ ኢልካ ተቐቢልካስ ምንባር ማለት እዩና እዚ እምነት እዚ ኣብ ንኣምነሉ እዋን እንታይ ይብለና ኣብ ኤፌሶን ንርኢ ከለና ቅዱሳንን መንቅብ ዘይብልናን ዘይብልናን ክንከውን ሓርየና ጎይታ ማለት እዩ እዚ ክሃሪ ከሎ ከዓ ቅድሚ ምስራት ዓለም ይብል እዚ ጥቅሲ እዚ ኣዝዩ እዩ ልገርመኒ ኣነ ሰብ ኣብ ምድሪ ተፈጢሩስ ሰብ ካብ ኣምላኽ ወጺኡስ እንደገና ንሰብ ልክፈል ዋጋ ኩሉ እግዚኣብሔር ተሚንዎ እዩ ነይሩ ማለት እዩ እና ቅድሚ ዓለም ምስራቱ ጎይታና መድኃኒያ የሱስ ክርስቶስ ብእምነት ኣቢሉ ደቁ ከም ልገብረና ተጻሒፉ እዩ ናትና ናትና ሽምሲ ኣብ ማህደር እግዚኣብሔር ተጻሒፉ ከም ዘሎ ኢና ንርኢ ዘለና ማለት እዩ ካልኣይ ቆሮንቶስ ሓሙሽተ እስራን ሓደ እውን ስለዚ ንሕና ኣብ ክንዲ ክርስቶስ ልኡኻት ኢና እሞ ኣምላኽ ብኣና ገይሩ ይምዕድ ኣሎ ንሕና ብኡ ጽድቂ ኣምላኽ ምእንቲ ክንከውን ነቲ ሓጢኣት ዘይፈለጠ ኣብ ክንዳና ሓጢኣት ገበሮ ምስ ኣምላኽ ተዓረቑ እናበልና ኣብ ክንዲ ክርስቶስ ኮይና ንልምነልኩም ኣለና ይብል ማለት እዩ ክርስቶስ ጽድቂ ኣምላኽ ምእንታና ክንከውን ሓጢኣት ዘይፈለጠ ካብ ሰማይ ሰማያት ወሪዱ እግዚኣብሔር ወልድ እንታይ ኮይኑ ማለት እዩ ሓጢኣት ከም ዝኾነ ኢና ንርኢ ኣለና ማለት እዩና ቅዱሳን ክንከውን ክርስቶስ ምእንታና ሓጢኣት ከም ዝኾነ ኢና ንርኢ ስለዚ በዚ እምነት እዚ እዩ እዚ እዩ እቲ እምነታዊ የሱስ ማለት ኢየሱስ ዝገበሮ ነገር እናረእኻ ምእማን ማለት እዩ ቆሎሴ ክልተ ፍቅ ትሽዓተ ከምዚ ይብል ኣብኡ ብዘሎ ምልኣት መለኮት ብስጋ ሓዲርዎ እዩ እሞ ይብል ማለት እዩ እምነት በክርስቶስ ስለዚ መለኮት ኣብ ምንታይ ሓዲሩ ኣብ ስጋ ሓዲሩ እዚ በዓሉ ካልእ ሳይንስ እዩ እንኳን ንዓና ደቂ ሰባት መላእክቲ እኳስ ይብል መላእክቲ እኳስ ገና ዘጽንዕዎ ሳይንስ እዩ ልርዳእ ኣይኾነን መለኮትሲ ስጋ ኮነ ማለትሲ ልርዳእ ኣይኾነን ዝብል ሀሳብ ኣሎ ማለት እዩ ናይ መወዳእታ ጋላትያ ክልተ እስራ ኣንቢበ ሀሳበይ ክዛዝም እየ ጋላትያ ጋላትያ ምዕራፍ ክልተ ቁፅሪ እስራ እንታይ ይብለና ግናኻ ክርስቶስ እዩ ኣባይ ዝነብር ዘሎ እምበር ደጊም ኣነ ኣይኾንኩን ዝነብር ዘለኹ እዚ ሕጂ ብስጋ ዝነብር ዘለኹ ድማ ብእምነት በቲ ዘፍቅረኒ ምእንታይ እውን ነብሱ ዘሕለፈለይ ወዲ ኣምላኽ ዝነብር ዘለኹ ይብሉ ማለት በቲ ዘፍቅረኒ መንታይ ነብሱ ዘሕለፈለይ ወዲ ኣምላኽ እየ ዝነብር ዘለኹ ማለት እዩና እምነት የሱስ ማለት ጎይታ የሱስ ክርስቶስ ኣብ ዝገበሮ ኣብ ዝገበረልና ነገር ምእማን እዩ ንሱ ከዓ እንታይ ይገብረና ማለት እዩ ቅዱሳን ይገብረና ዳግም ንውለድ ጠቢባን ንኸውን ንሰማይ ክንበጽሕ መንገድና ልሕብረና እዩ ማለት ኣብ መወዳእታ ከኣ ክርስቶስ ካልኣይ ክመጽእ ከሎ እንታይ ንኸውን ንልወጥ እሞ ንኡ ንመስል ዮሃንስ ክዛረብ ከሎ ሎምሲ እንታይ ከም ንመስል ኣይንፈልጥን ኢና ንሱ ክግለጽ ከሎ ግን ንኡ ከንመጽል ሽኡ ንፈልጥ ኢና ይብል ማለት እዩና ንየሱስ ካብ ልብና ክንቅበሎ ከለና ዘልዮ ዘድልየና ኩሉ ኣለና ይብል ማለት እዩ ኢየሱስ ዘድሕን እምነት ይህበና ብየሱስ እንተሃሊና ንሱ ኣባና ይነብር ከምዚ ዝለንበብና ማለት እዩና ክንእዘዞ ከዓ ይሕግዘና ክንሕግዘዞ ይግዘና ብኡ ስለ ዝደሓና እውን ብኡ ስለ ዝኣመና እውን እዚ እምነት እዚ እንታይ ይገብረና ህይወት ይኾነና ማለት እዩ። ህይወት ምስ ተረፋ ወዶ ህይወት ምስ ተረፋ ናይ ዘለኣለም ህይወት እዩ ልወሃበናና እምነት በየሱስ እዚ ኩሉ እዩ ተገይሩልናና ሎሚ ግን ካብ ኢየሱስ ኣዒንትና ኣልዒልና ኣብ ካልኦት ነገራት ክንከውን ተተብቲብና ኢና ኔና በዚ ናዚ ዓለም እዚ ገዛኢ በዚ ናይ ክፍኣት ኣሰራርሓ ተጸሚድናና እግዚኣብሄር ካብዚ ዓይነት ማእሰርቲ ያውፀእና እሞ ብኢየሱስ ዓይነትና ክንገብር ይግበረና። ኣሜን።
ተባረኺ ቹችዬ። ኣብ መጨረሻ ኣብዚ ሕዚ ዘንበበቶ ሓፍተይ ብጣዕሚ ኣብ ልበይ ካብ ዝናኸኣኒ ማለት እዩ ቢለ ዘርእስቲ እዚ ክንውዶ ኢና ብሉፅ ፍልጠት ክርስቶስ የሱስ ጎይታ ጎይታይ ኢለ ስሊኡ እዚ ሁሉ እተወፃዕኹ ሁሉ ሽም ወፅዓ ቆጸርኩ ከም ጉሓፍ ቆጸርኩዎ ይብል ከም ጉሓፍ ከም ጉሓፍ ሕማቅ ነገር የለን ጉሓፍ ማለት ተጠቂምና ዝተረፈና ወይ ድማ ዘየድልየና ነገር ኢና ንጉሕፎና ጳውሎስ ድማ እቶም ዝነበርዎ ከመክሑ ዝኽእሉ ኩሎም ነገር ጉሒፉ ንጎይታና ንኢየሱስ ክርስቶስ ጥራሕ ኣሚኑ ተጠማጢሙ ከም ዝተረፈ ኢና ንርኢ። ተባረኹ እዞም ኣሕዋተይ ጽቡቅ ግዜ ኣለና። እቲ ዝቕጽል ኣርእስትና ድማ ናብቲ ዝቕጽል ክንኣቱ እቲ ዝቕጽል ኣርእስትና እንታይ ይብል? ንየሱስ ምፍላጥ ይብል። ከምቲ እንዳረኣናዮ ዝመጻና እንድሕር ኣሚንና ክርስቶስ መን ምዃኑ ምፍላጥ ድማ የድለየና ከመይ ይነብር ነይሩ እንታይ እዩ ኢና እንታይ ኢና ክንፈልጥ ካብ ክርስቶስ ድሕሪ ዓሚናዩስ ድሕሪ ምእማን እንታይ ኢና ንፈልጥ እስኪ ኣብ ዘርእስቲ ፅቡቅ ገይሩ ክነግረና እዩ ኣብ ፊልጵስ ሰለስተ ካብ ዓሰርተ ናይ መጀመርያ መእተው ጥቕስና ዝነበረ ማለት እዩ እቲ ዋና ነገር ማለት እዩ ስለዚ ፊልጵስ ሰለስተ ዓሰርተን ዓሰርተ ሓደን ንየሱስ ምፍላጥ ዝብል እሱ ክንርኢ ኢና ኣብዚ ናይ ሕዚ ጽንዓትና። ንየሱስ ምፍላጥ እንታይ ማለት እዩ? ንየሱስ ከመይ ኢና ንፈልጦ ተስፍሓዊ?
እሺ ኣብቲ ኣቐዲሙ ዝተልዓለ ሓሳብ እውን ንእሽተን ሓሳብ ክውስኽ። እዚ መልእኽቲ እዚ ጳውሎስ ክጽሕፍ ከሎ ኣብታ ቤተ ክርስቲያን ንሳ ሓሰውቲ መማህራን ኣትዮም ኣብ ኢየሱስ ክርስቶስ ዘሎ እምነት ዝሽርሽር ነገራት ትምህርቲ ይህቡ ነይሮም። እቲ ሓደ እንታይ እዩ ሕጊ እውን የፅድቐና እዩ ዝብል ትምህርቲ እዩ ነይሩ እና ልዚ እዩ ክጅምር ከሎ ኣብ ፊልጵስዩስ ሰለስተ ቁፅሪ ሓደ ቁፅሪ ክልተ ካብ ኣኽላባት ተጠንቀቑ፣ ካብ እኩያት ዓየይቲ ተጠንቀቑ፣ ካብ ምቁርራፅ ተጠንቀቑ ይብል ነይሩ እና ሕጊ እውን የሱስን እሲ ማዕረ ከጽድቑና ዝኽእሉ ነገራት ከም ዝኾኑ ገይሮም ትምህርቲ ይህቡ ነይሮም እና ብሕጊ ከም ዝጸድቁ እውን ይዛረቡ ስለ ዝነበሩ እዚ ትምህርቲ እዚ ንምእራም ንጸድቕ ብኢየሱስ ክርስቶስ ጥራሕ ከም ዝኾነ ሕጊ ንሕልዎ ስለ ዝጸደቕና እምበር ሕጊ ከጽድቐና እሲ ኣይኮነን ዝብል ሓሳብ ክህብ እዩ ደልዩ ንኡን እዩ ኣብ ዓንቶ ዝተነበበ ቁጽሪ ሸሞንተና ትሽዓንተ እንታይ ይብል ኣየን እሞ ብእምነት ክርስቶስ እቲ ብእምነት ካብ ኣምላኽ ዚርከብ ጽድቂ እምበር፣ እቲ ሕጊ ዚመጽእ ጽድቅስ ሒዘ ኣይኰንኩን፣ ንክርስቶስ ምእንቲ ክረክብ ብእኡ ክርከብ ብሓቂ ስለ እቲ ብሉጽ ፍልጠት ክርስቶስ የሱስ ጐይታይ ኢለ ስሌኡ እዚ ዅሉ እተወጻዕኩ እናበለ ይቐጽል እና ሕጊ ዘይኮነስ የሱስ ክርስቶስ ምእማን ዘጸድቕ ምዃኑ መድሓኒትና መድሕና ንሱ ምዃኑ ይገልጽ ብዛዕባ ኢየሱስ ምፍላጥ ዝብል ኣርእስቲ ድማ ናብቲ ዝሓተትክኒ ክምለስ ከለኹ ትሕት ኢልና ካብኡ ታሕቲ ዘለዉ ቁፅርታት ድማ ክነንብብ ብዝኾነ ኮይኑ ናብ ትንሳኤ ምዉታት እንተ ኣርከብኩ ኢለ ብሞቱ እናመሰልክዎ፣ ንእኡ ሓይሊ ትንሣኤኡን ሕብረት መከራኡን ምእንቲ ክፈልጥ ኩሉ ከዓ ወጽዓ እቆጽሮ ኣሎኹ። ኣነ ነቲ ንእኡ ክኸውን ብክርስቶስ የሱስ እተረከብክዎ እተረኸብኩ ምእንቲ ክረኽቦ ንቕድሚት እደፍእ ኣለኹ እምበር፣ ቅድሚ ሕጂ ከም ዝረኸብኩዎ ወይስ ቅድሚ ሕጂ ፍጹም ከም ዘይኰንኩ ኣይኰነን። ኣሕዋተየ፣ ኣነ ብርእሰይ ከም ዝረኸብኩዎ ኣይመስለንን ኣሎ። ሓደ ነገር ደኣ ኣሎኒ፣ ኣብ ድሕረይ ዘሎ እናረሳዕኩ ነቲ ኣብ ቅድመይ ዘሎ እናተመጣጠርኩ ናብቲ ህንጹጽ ዕላማ ኣቢለ ናብቲ ዓስቢ ዓወት ናይ ላዕሊ ጽውዓ ኣምላኽ ብክርስቶስ የሱስ እጎዪ ኣሎኹ። እምበኣርሲ ፍጹማት ዘበልና ኩልና እዚ ንሕሰብ ብገለ ነገር ሓሳብኩም ንበይኑ እንተ ኮይኑ ድማ ንዕኡውን ኣምላኽ ክገልጸልኩም እዩ እዚ ጥራይ በቲ ዝበጽሓናዮ መጠን ብሓደ መንገዲ ንመላለስ፣ ከምቲ ዝበጽሕናዮ ብሓደ መንገዲ ንመላለስ ይብልና። ብዛዕባ ኢየሱስ ምፍላጥ ሓሳብ ዝህብ እዩ። ኢየሱስ ካብ ምፍላጥ ዝዓበየ ነገር የለን ኣብ ምድሪ ንኢየሱስ ካብ ምፍላጥ ዝዓበየ ነገር የለን እና ከመይ ጌርና ንፍለጦ እዩ እቲ ዓብዪ ነገር። ንየሱስሲ ከመይ ጌርና ንፍለጦ እዩ? መጽሓፍ ቅዱስ ክነንብብ ከለና ብትሓቂ ክንነብር ከለናን የሱስ ክርስቶስ እናፈለጥናዮ ንኸይድ ማለት እዩ እና ብዛዕባ የሱስ ክንፈልጥ ንኽእል ኣብ ምድሪ ኣብ ዝነብረሉ እዋን የሱስ ክርስቶስ እውን እንታይ ይገብር ነይሩ ንደቀ መዛሙርቲ ትምህርቲ የምሮም ነይሩ ግን ዋላ እኳ ሰለስተን ዓመትን ፈረቓን ምስኡ እንተነበሩ ብዙሕ ይርድኦምን ነይሩ እና ደሓር እዩ ዝተረድኦም ምስ ተሰቐለ እና ምስ ተንስኣ እዩ ተረዲእዎም እና ሓደ ሓደ ግዜ ቃሉ ምንባብ ጥራሕሲ ሙሉእ ምርድኢት ኣይበካን እንታይ ደኣ የድሊ ተወሳኺ ማለት እዩ ብዘይ ቃሉ ኢየሱስ ክንረኽቦ ኣይንኽእልን መጽሓፍ ቅዱስ ቃል ዘይነንብብ ተኾይና ንኢየሱስ ክንረኽቦ ኣይንኽእልን መጽሓፍ ቅዱስ ነንብብ ግን ድማ ዘይበርሃልና ነገር መን የብርሃልና መንፈስ ቅዱስ ማለት እዩ እቶም ሃዋርያት እውን መንፈስ ቅዱስ ምስ ወረዶም እዮም ሙሉእ ምርዳእ ላብኣቶም ዝመፀ እና መንፈስ ቅዱስ እዩ ዘብርሃልና ንሕና ነንብብ ንፅሊ መንፈስ ቅዱስ ድማ ይገልፀልና ካብኡ ናብ ክርስቶስ ንመፅእ ማለት እዩና እዚ ኣድላይ ከም ዝኾነ ኢና ንዕዘብ ነዚ መግለፂ እቲ ዘራብክዎ ከዓ ምስክር ክኾነኒ ዮሃንስ ዓሰርተ ሽዱሽተ ቁጽሪ ዓሰርተ ሰለስተ ከንብብ። ካብ ባዕለይ ከም ዘይተዛረብኩ ጥቕሲ ኣውጺለ እየ። ከምዚ ይብል፣ እቲ መንፈስ ሓቂ ምስ መጸ ግና ንሱ ዝሰምዖ ዘበለ እዩ ዝዛረብ እምበር ካብ ርእሱ ኣይዛረብን እዩ እሞ ንሱ ነቲ ዝመጽእ ከፍልጠኩም ናብ ኩሉ ሓቂ ውን ክመርሓኩም እዩ። መን? መንፈስ ቅዱስ ማለት እዩና። መንፈስ ቅዱስ እዩ ናብቲ ሓቂ ዝመርሓና ማለት እዩና። እቲ ሓቂ ድማ እየሱስ ክርስቶስ እዩ። ናብ እየሱስ ክርስቶስ ዝመርሓና መንፈስ ቅዱስ እዩ እና ኣነ ክኸይድ እየ መንፈስ ቅዱስ ድማ ክሰደልኩም እየ ዝበለና እየሱስ ክርስቶስ ዝበለፀ ክገልፀልናን ከብርሃልናን ምእንታን እዩና እዚ ክብል ደልየ ምስ ኣብሊጽካ ትፈልጦን ትጽግዖን ድማ ብመከራ ክትመስሎ ኸዓ ትደሊ። ኣብ ፊልጵስዩስ ሰለስተ ዓሰርተ እንረኽቦ ኸዓ ብዝኾነ ኾይኑ ናብ ትንሣኤ ምዉታት እንተርከብኩ ኢለ ብሞቱ እናመሰልክዎ ንዑ ኃይሊ ትንሣኤኡን ኅብረት መከርኡን ምእንቲ ክፈልጥ ኩሉ ኸም ወጽዓ እቖጽሮ ኣለኹ። እዚስ ልየሱስ ክርስቶስ ብመከራ ክመስል ይብሎ። እና ጳውሎስ ዝዛረቦ ዘሎ ነገር እቲ ኢየሱስ ክርስቶስ ኣጸቢካ ትፈልጥ ተለካ ሲ ትጸግዑ ሲ ብመከራካ ክመስሎ እቲ ዝባረኸኒ ምድራዊ ነገር ኢየሱስ ክርስቶስ ከምልኾ ኣይኮነን እቲ እሱ ዝሓለፎ መከራስ ኣነ እውን ክሓልፎ እንደገናስ ብሞቱ ከዓስ ንኡ ክመስል ክብል ከሎ ንርኢ እና እዚ ናይ ክርስትና ዕቤት እዩ ብመከራ ክመስል ኢልካ ሰብ መከራ ዶ ይምነ እዩ? ኣይምነን። ጽቡቕ ነገር እዩ ዝክደሊ ካብ እግዚኣብሔር። እሱ ግን ብመከራ እኳስ ንክርስቶስ ክመስሎ ይደሊ ይብል እና ከምዚ ዓይነት እምነት ይሃበና።
ተባረኽ ተስፋወይ ግዜናም እንዳወዳእና ኢና ግን ኣብዚ ሕፅር ዝበለ ተወስኽዮ ነገር ተልዩ ክቹቹ እየ እወ ኣብ ሰለስተ ኣንተ ዝተነበበ ካስር ሰለስተ ጀሚሮ ኣብ ንርእየሉ እዋን ምስ ምጉያይ ጓያይ ገይሩ ጳውሎስ የነጻጽር ማለት እዩ እና ጓያይ ክንርኢ ከለና ሲ የማን ጸጋማይ ንርኢ ብጎነይ መን ኣሎ መን ይሓልፈኒ ኣሎ መን ብድሕረይ ይስዕበኒ ኣሎ ገለ የብሊ ትኽ ኢሉ እንታይ ይገብር ናብቲ ሰዓት እውን ክንደይ ሰዓት ክበፂሐ ገለ ኢሉ ብዛዕባ ሰዓት እውን ኣይጭነቅ ማለት እዩ ግን ኣወት ጥራይ ብምእማን እንታይ ይገብር ናብቲ ዝተመደበሉ ቦታ ትኽ ኢሉ ክጎይ ከሎ ኢና ንርኢ ኣለና እና ጳውሎስ ነቲ ናትና ድሕነት እቲ ክርስቶስ ዝሃበና ድሕነት ምስኡ ገይሩ የብለና እዩ ማለት እዩና ምስ ገለ ንባዕልና ኣወዳድርና ምስ ገሊት ኣወዳድርና ምስ ቐሺ ምስ ኣገልጋሊ ምስ ካብኡ ንባዕልና ዳህና ወይ ከኣ ኣይኮነ ዳህና ጀማሪ እምነትና ደምዳሚኣ መን እዩ ክርስቶስ እዩ ማለት እዩ እና እዚ ኢለ ኣብዚኣ ሃኒኣ ሓሳብ ግን ከንብባ ይደሊ ከምዚ ይብል ንየሱስ ክትመስል ትደዲ ዲኻ ብልብኻ ከምኡ ክትኸውን ትደሊ ዶ ብሉጽ ክርስትያን ክትከውን እንተ ደሊኻ ኩሉ ነገር ንየሱስ ኣረክቦ ኩሉ እትገብሮ ድማ ንዕኡ ንምኽባር ክትገብሮ ኣለካ። ኢየሱስ ፍቕሪ ልብኻ ፍርቂ ልቢኻ ኣይቕበልን እዩ። ምሉእ ልብኻ ክትህቦ እዩ ዝደሊ። ኩሉ ነገር ምእንትኡን ንኡኡን ምሕዳግ እንታይ ማለት ምዃኑ ክትመሃር ኣለካ። መጽሓፍ ቅዱስ ኣጽንዕ፣ መጽሓፍ ቅዱስ እንታይ ማለት ምዃኑ ፍለጥ፣ ትምህርትታቱ ተኣዘዝ፣ ነዚ ነገራት እዚ ምስ ትገብር ብሉጽ ክርስትያን ክትከውን ትኽእል ኢኻ፣ መዓልቲ መዓልቲ ከኣ እግዚኣብሄር ምሳኻ ክሰርሕ እዩ፣ ቅዱስን ፍጹምን ክገብረካ እዩ፣ ኣብ መወዳእታ ግዜ ነቲ ናይ መወዳእታ ፈተና ክትሰግሮ ክሕግዘካ እዩ። መዓልታዊ ነፍሲ ወከፍ ክርስትያን ኣካል ዘድንቕ ፈተና እዩ። ኣብ ሰማይን ኣብ ምድርን ዘሎ ብስራት ወንጌል ኢየሱስ ንሃጥያን እንታይ ክገብረሎም ከም ዝኽእል ነርኢ እዩ ይብል ማለት እዩ። ተባረኺ ቹቹየ ጽቡቕ ሓሳብ እዩ ክብራት ተኸታተልትና ናይ ሎም መዓልቲ ጽንዓትና እዚኡ ዝመስል ክርስቶስ መሲልና ክንነብር ፈሊጥና ክንነብር ብእምነት ክንነብር ኣብ ህይወትና ኣገደስቲ ዝኾኑ ነገራት ክንፍጽም እግዚኣብሔር ይሓግዘና ንኹላትና መንፈስ ቅዱስ ይሃበና መጽሓፍ ቅዱስ በዚ ንሕና እነቕርቦ ንእሽቶን ግዜ ኣጽጋቢ ዝኾነ ነገር ኣይክህሉን ተኾነ ግን መልዐሊ ክኾነኩም ንኹላትና መልዐሊ ክኾነና ብዝበለፀ መፅሓፍ ቅዱስ ክተንብቡ ኢና ንዕድመኩም ንሕና ኩሉ ግዜ ኣብዚ ልሙድ ሰዓትና እንዳመፃና ብዝተኸኣለ መልዐሊ ዝኾነኩም ክነቕርብ ኢና ክቡራት ተኸታተልትና ምሳና ኹኑ ኩሉ ግዜ ጠይቑና ትሓትዎ ነገር ታልዩኩም ንሕናም ክንምልስ ኢና ኩሉ ግዜ ኣብቲ ናይ ቴሌቭዥን ታሕቲ ዘሎ ስልኪ ቁፅርና ፖስታና ኩሉ እንዳረኣኹም ትሓትዎ ትደልዩ ወይም ሓሳብ ታሊኩም ክትርኹልና ትኽእሉ ኢኹም። ምሳና ስነ ዝነበርኩም ኣእዚና ኢና ነመስግነኩም። ንዝነበረና ግዜ እግዚኣብሔር ኣምላኽና ኣእዚና ነመስግኖ። ነዚ ሎም መዓልቲ ዝነበረና ግዜ ብጸሎት ክንድምድሞ ኢና። ሓውና ተስፉ ብጸሎት።
እግዚኣብሔር ኣቦ ስለ ዘምሃርካና ነመስግነካ ቃልካ ክንከፍት ቃልካ ክንዛረብ ንሕና እውን በዚ ቃል እዚ ክንመሃርን ክንድሕነሉን ምሳኻ ጠቢቕና ክንነብር ንዓኻ ዝበለፀ ክንፈልጠካ ንዓኻ ክንመስልን ክትሕግዘና ንልምነካ እዚ ዝሰምዑ ኩሎም ድማ ንዓኻ ክፈልጡን ናባኻ ክፀግዑን ንዕድም እዚ ኩሉ ድማ ስለትገብረናን ስለትሕግዘናን መንፈስካ ስለትሰደልናን ነመስግነካ ብስም የሱስ ኣሜን።